ትግርኛ መጽሓፍ ኮም ሲነ ናይ ምዝርና ናይ ሰክስ ክትብሎ ከምጻልካ ዶ ኣነ ከማኻ ጃስ ኣይኮንኩን ከምኡ ዝብል ቢዳ ሓንቲ ጠጠ ደቂ ሓማትን ሕሮ ደቁተት እውን ክትብል እንከለኻ እቲ ጃሱስ ጃሃት ወዲ ሓቡካ ናይ ኣልማዳ ቀቢላ ተኣሲሩ ቢዳ ካብ ስኑድ እዩ ስኑድ እዩ ኣብዛ መጽኻ ለኽባ ትግርኛ እንችኛ እንታይ እንታይ- እንታይ ኣበይ ትፈልጡ ትግርኛ እንታይ ፅግዓተኛ ለኽባ ስለዝኾንካ ሓሳብ ስለዝኾንካ ቢዳኻ ኩሉ ስኑድ እዩ ኣነ ከዓ ኣብ ሰለስተ መዓልቲ ሒዘክን ኣብ ሳልስቲ ከመይ ገይረክን ርኢኽኺ ዋይ ዋይ ብለክን እየ ካብ ጀርመን ክሳብ ሆላንድ ተሃድን ገረካ እታ ለኽባጥ ሓሳዊ ንሕና ንብለካ ዘለና ግበርዋ ጃምባዕርከ እታ ፀርፊ ሲ ፅቡቕት ሶሪ ሶሪ ኣብ ፀርፊ ኮነትን እታ ፀርፊ ሲ ፅቡቕትን እያ ኣራየ ጆም ብሓሳብ ክንዛረብ ኣራ ኦኬ ኣይፀርፈካን እየ ኣነ ልክዕ ልክዕ ክኻ ዝዛረበካ ኣለኹ ንስኻ ጊዛዊ ኮንካ ኣይትፈልጥን ኢኻ ጊዝ ዝበሃል ጥባሕ ጥባሕ ገዛ እዚ ኣግነት ረሳሕ ጀለቢያ ኣብ ጊዝ የለን ጊዝ ክመስል ክመስል ወዲ ኣዶት ወዲ ኳሓይቶን ዓይድ መስል እዚ ታሪክ ግደፎ ንታሪክ ንግደፎ ኣብዛ ሰዓት እዚኣ ንዛረብ ኣብዛ ሰዓት እዚኣ ብፍላይ እዞም ጎጃዓኒ ኣብ ልዕሊ ሕብረተሰብ ትግርኛ እንታይ ዓይነት ኣይዲሎጂ ፖለቲካ ትጥቀሙ ኣለኹም ኣብዛ ዘለዉ ርኣዮም ሳብ እውን ኣብኡ ኣለኻ ፈራንሳ ክትከኸእል ኢኻ እዛ ኤርትራ ወርሒ ገይሮም ኮኾብ ገይሮም ኣልከድራ ዝበሃል ኣምጺኦም ሸሞንተ ብሄራት ኣብ ሓደ ኮይና ዝገዝኣና ዘሎ ዝሓርደና ዘሎ ትግርኛ እዩ ካብ ትግርኛ ከማን ደቂ ሓማትን ኢሎም ጀኖሳይት ኣብ ልዕሊ ሓማስን ኣዊጆም ኣለዉ ሓማስን ምሕደራ ደኣ እምበር ኣነ ወደብ ሕንት እየ ፍንጫ ሓመሰንክለ እዩ ምስኦም መዓልታዊ ይበኣስ እየ ንፅባሕ ኣይተዝክሮን እየ እዚ ናይ ጅሃድ ምንቅስቃስ ኣቋርፆም ንብለኩም ኣለና ከበይናይ ብሄር እዮም እዚኦም ትልኩኒ ናልካ እዚ ብሄረ ትግረ እዩ እዚ ብሄረ ትግረ እዩ እዚ ብሄረ ትግረ እዩ ኣብቲ ውሽጢ ትግረ ደቀባ ድም ኣይኮኑን ከምዚ ኣንጨዋ ዑመር ስደተኛ እዮም ካብ ሶማል ድመፁ ድዮም ካብ ኬንያ ድመፁ ድዮም ከምኡ ኢሎም ፀርፉ ከምኡ ሓደ ሰብ ገይ እንተይሉካ ገይ ምዃኑ ፍለጦ ከምኡ ኢሎም ፀርፉ ዝውዕሉ እዮም ስለዚ ኣብ ልዕሊ ሕብረ- ሕብረተሰብ ትግርኛ ተኣልምዎ ዘለኹም እቲ ናትኩም ሽጣራን ጉርሕን ኣነ ይዛረበሉ ኣለኹ ተዛረበሉ እንተ ሓቂ እንተ- ሓቂ እንተለኩም ዓገብ ተጋጊና ሶርሕተቱ እንዶ እቲ ምንቅሳስ ኣፍርስዎ እንዶ ኣጋገን ኣለዉ ሓንቲ መዓልቲ ኣስላማይ ክንቀትል ኩሉ ሰሚዕኩም ትፈልጡ ኣይዛረቡን እዮም ብዛዕባ ታሪኮም ይዛረቡ ብዛዕባ ሃገር ሓማሰን ይዛረቡ ሃገር ሓማሰን ክብሉ ከለኩ ኣነ ከም ወዲ ሕብሪት ኣይምልከተኒ እዩ እቲ ሃገር ሓማሰን ከ ንኩሉ ኤርትራ እዮም ዝብልዋ ዘለዉ ትግረ ክኹን ሳሆ ክኹን ብዘይገድስ ንስኹም ብቀቢላ ኣብ ሱዛን እንዳተቃተልኩም ከለኹም ሲ ኣብዚ ዓባይ ትግረ ኣላ ዶ? ትግረ ዓብያ ይፈጥ ኣይትፈልጥን ኢና ክነረግ ካብ ረሻ ድያ ካብ ትግረ ረሻ ድያ ትዓቢ ረሻ ድያ ሓ- ሓድነት ኣለዋ እዚ ትግረ ዝበሃል ሰማንያ ሚታዊት ካብ ሕብረተሰብ ሳሆ ዝኸዱ እዮም በቲ ለዓሊት በሎ ሓባብ በሎ መንሳዕ በሎም ማርያም ካባና ዝኹዱ እዮም ኣበይ ኣደላታ ትግረ ትብላ ዘላ እስከምፃ እያ የላን ስለዚ እቶም ተሪፎም ክኹም ዘለኹም ንስኹም እዞም ወጃዓን ረሳሓት ጨነውቲ ጀሃድስቲ ኢኹም ካብ ዓብደርድሽ ጀሚርኩም ቀደርቲ ህዝቢ ትግርኛ ኢኹም ነቲ ኣስላማይ ወዲ ከበታ ትብክልዎ ኣለኹም ኣለኩም ኣላ ትብክልዎ ኣለኹም ኣይትበክሉና በቃ ንሕና ድሕሪ ሕጂ በቃ ኣስላም ኣይኮናን እንታይ ናዳ ኣነ ወዲ ከበሳ ኮይነ ተዛራባይ ቋንቋ ሳሆ በቃ እቲ ንዓይ ምሳይ ዝነብር ከዓ ወዲ ትግርኛ ወዲ ሓቦይ ትግርኛ ቋንቋና እዩ ተሃ ቋንቋና እዩ በቃ ሸለኩም ሓዙና ኪዱና በቃ ንሕና ወላ ዓለ ሙጅተማ ኣስላማ ይብሉኻ ንሕና ከም ኤርትራዊ ኣስላማ ይብሉኻ መን ዶኹም ዝህሉ ዝህሉ ኣይ ናይ ወዲ ሳሆር ኢኻ ምስምና ክርስትናሉ ክጉቱ ዝውዕል ኣብዚኣ ሸክ ኮይኑ ድዩ ዋላ ቀሺ ኮይኑ ድዩ ኣሎ ወዲ ከበሳ የለን እቶም ከምኡ ትገብሩ ስደተኛ ኣኹም ንሕና ካብ ሕብረተሰብ ሳሆ ድሕሪ ሕጂ ከም ኣስላማይ ኤርትራዊ ትበሃል ምሳኹም ዋላ ሓንቲ ዘራኽበ የብልናን በቃ ወዲና ኢና ወዲና በቃ ፈትሹ ገለልኩም ብኸዩ ገለልኩም ብኸዩ ጉዳይና ኣይኮነን ንሕና ንብለኩም ዘለና እዚ ናይ ጃሃት ምንቅስቃስ ግን ደው ኣብልዎ ኣብ ግንዳዕ ዘጋጥመኻ ኣብ ግንዳዕ እንታይ ጋጥም ትፈልጥዎ ኹም ደቂ ዓለትካ ተኣስሮም ኣለዉ ኣንጨ ዑመር ኣንጨ ዑመር ንዓኸ ኣንጨ ዑመር ንዓኸ ካብታ ዓለትካ ተኣሲሮም ኣሎ እንታይ ኮይኖም በዲሎም እዚ ኸዓ መስጊድ ስለ ዝፈረሰ እዩ ናይ ሸኽ ኣስላማ እዩ ከምዚ ስለ ኮነ እዩ ሓሶት

ተዛረብ ኣነ ኣነ ኣነ ወዳጅ ሕብረተሰብ ክፀርፍ ይፀር ኣነ ሕብረተሰብ ናቱ ገለ የኽብሮም እዩ ኣይፀርፍን እዩ ኣይወርድን ግን እንታይ ኣሎ መጀመርታ እ፣ ፀገም እዩ እኮ ብጣዕሚ ኣነ ዝገርመኒ ኩሉ ግዜ ነፍስኻ እንተፈንፊንካ ፅቡቕ ኣይኮነን ኣብ ከም ደረጃ ትወድቕ ኣየናይ ኣየናይ ትግረይ ሶማል ዘሎ በጃኻ ይለካ ትግረ ሶማል ተልካስ ንትግርኛ ሶማላዊ ትብሎ ኣለኻ ማለት ኩይ ትዘሕዝን ማለት እዚ እቲ ናትካ ሲ ንንዳማትካ ሶማል እስኻ ተኾይንካ ሶማል እየ በል መጀመርታ ኣነ ቀፃሊ ሶማል ዝሰምዕ ባዕሎም ኣብዚ ኣጋዚያን ኣለው ኣይናይ ሶማላዊ ንፈልጥ ኢና ትግረ ሶማል ተሰይትካስ ትግርኛ ንባዕሉ እውን ሶማል እዩ ማለት እዩ ምክንያቱ ሶሞቲክ እዮም ሶሞቲክ ትግረን ትግርኛን እዮም ኖሎቲክ ኣለካ ናራን ኩናማ ኩሽካ ኣለኻ ሳሆን ብሌንን ገለ ትበሃሉ ሕጂ ዋላ እዚ ራሻይዳ ትብሎ ሶሞቲክ እዩ ብከምኡ እንተኮይኑ ማለት እዩ ምክንያቱ እዚኦም ሃገራት ዓረብ ምሎም ሶሞቲክ እዮም ሰማውያን እዮም ደቂ ሴም እዮም ሚት ግበራ ሚት ግበራ ሚት ግበራ ሕጂ እንታይ ኣሎ መስለኩም አ፣ እቲ ውጥቀት ወዲ ትግርኛ ምትግበረ ዛዕባ ወዲ ትግርኛ ምትግበረ ሰብ ኣብያት ንላለ ኣታ ጃምቦ ንዓሞ ጃምቦ ሕጂ ባዕለይ መይት ገብረካ ሕጂ ናቱ ሪጋ ኣነ እወ ክሳብ ዝመርሓ ዘለኹ ሲ ኣብ እወ መንጎ ይትእቶ ኦኬ ሕጂ እንታይ ኣለዎ መሲልኩም ኣብ ወዳዮ ክቡራትና ከምትላይ ይዛረብ እወ መጀመርታ
ክትፈልጡ ዘለኩም ግዝ ዝበሃሉ ኣብ ኤረትራ ትግረን ትግርኛን እዮም ዝገፍሕት ዝገጀፈ ሕብረተሰብ ከዓ ንሱ እዩ ዋላ ኣብ ሳውራ ኤረትራ ዓብታ ረመዳን መሓመድ ኑር ከወዲ ገዝ እዩ እስያስን እስያስን ረመዳንን ደቂ ገዝ እዮም ካልኦት ኣስሚሌት ኣብ ገዝ ዝገበሩ እዮም ግን ናናቶም ኣለዎም ኩሽ ነሎቲ ገለ ኒላውያን ኣለዉ ኩሻውያን ኣለዉ ናትካ ጸሊኢካ እንዳማትካ ምምጻእ ግን ጽቡቅ ኣይኮነን ኣነ ኣብ ገዛ ሽሮ ኣላ ሎሚ ነዛ ሽሮ ፈንፊነ ናብቲ ጎረቤተይ ዛላ ዝግኒ እንተኸይደ ኣብቲ ጎረቤተይ ተረፍ መረፍ ጥራይ ኢኻ ትረክብ ቀጻልሳ የብልዓካን እታ ናትካ ክብረት ዘለዋ እታ ሽሮ ናትካ ምብላዕ ትሕሸካ ክብረት ዘለዋ ምስ ካልኦት በቃ ተኽብረካስ እሳ ትሕሸካ ከም እንዳማትካ ከይድካ ዝግናይ እንዳማትካ ተረፍ መረፍ ምልማጽ ማለት እዩ ስለዚ ታሪክ እንድሕር ዘይብሉ ሓደ ሰብ ብታሪክ ናይ ሰብ ይዛረብ ስእሊ ናይ ሰብ ገይሩ ናይ ደቂ ግእዝ ስእሊ ገይሩ ይዛረብ እዚኦም ደቂ ግእዝ እዮም ፅባሕ ድሕሪ ፅባሕ ምስዚኦም ኣሕዋቶም ደቂ ግእዝ ትግርኛ ክራኸቡ እዮም ድሓር ከባና ዝኸዱ እዮም ወሪዱካ ክንደይ ገዛ ኢኻ ከምኡ ትብል ዘላ ክንደይ ገዛ ትኾኑ ንስኻስ ክትዋራዘ ኣብ ትግረ ክንደይ ጋዛ ኢኻ ኩላትኩም ኩላትኩም ቶም በጃካ ትግረ ቶም ኣስላም ኢልና ሸሞንተ ብሄራት ትብሉ በጃካ ትግረ ኩላትኩም ተፀሚቕኩም ተቆጥቂጥኩም ኣብ ማሽናት ኢኹም ብሕጂ ሚእቲ ዓመት ክንትግረ ክትመፅኡ ትኽእሉን ኢኹም ኣብቲ ብዝሒ እየ ዝብላካ ዘለኹ ክሳብ እዚ ኣብ ሱዳን ዘሎ ብምሉእ ትግረ እዩ ኣብ ሱዳን ሸርገ ሱዳን እዚ ብምሉእ ደቂ ግዝ እዮም ትግረ እዮም ንስኻሲ እንታይ እዩ ዝኹሉ ምፍንፋን ኣብ ነፍስኻሲ ዘምፅኦ እንታይ እዩ ቅልውላው መንነት ኣሎ ምስ ከዓ ምትሓት እዚ እንታይ ይብሎ ብነፍስኻ ዘይምትእማን ምክንያቱ ፈልጥ እዩ ብሓይሊ ግእዝ ክትከውን ኣይትኽእልን ንስኻ ኩሽ ኢኻ ኩሽ ዘኻ ቡሽ ዝበሃል ነይሮ ኣብ ገዛና ምዚ ቡሽ ገረ ትፈልጥዎ ዶ ኩሽ ጀኻ ቡሽ ጀኻ ንፁር ኣይኮነን ብዝበልካና ክንቅበለካ ኢና ግን ግን ግእዝ ኣይኮንካን ንስኻስ ግእዝ ክትከውን ዋላ ከም ብሓድሽ ሞይትካ ተፈጢርካ ግእዝ ክትከውን ኣይትኽእልን መንነት ኣይቀየርን እዩ ክቡር ሓው መንነት ምሳኻ ይውለድ ምሳኻ ይዓቢ ምሳኻ ይመውት ሃይማኖት ከምዚኣ ከሚቻ እዩ ሎም ኣስላማይ ኣለኹ ፅባሕ ክርስትያን ክኸውን ፀገም የብሉን ክርስትያን ክኸውን ከለኹ መንነተይ ተሰኪመ ክርስትያን ዝኸውን ትግረ ኮይኑ እየ ክርስትያን ዝኸውን ሽም ናይ ኣቦይ ኣይቀየርን እዩ ግእዝ ልክዕ ከምኡ ኣይቀየርን እዩ ዝፀሓፍ ዝንበብ ዝዝረብ ቋንቋ እዩ ዘላና እዚ ዝዛረቦ ዘሎም ዘሎ ከዓኒ ዝዝረብ እምበር ዝፀሓፍን ዝንበብን ቋንቋ የብሎምን ላቲን እዩ ላቲን ናይ መን እዩ ከበይ ኣምፂኻዮ ኣቦኻ መርቕ ኣቦኻ ርገም እዩ ማዕሪ ክንደይ ኣቦታትና ማዕሪ ክንደይ ሓያላት ከም ዝነበሩ ዘነፅር እዩ ማለት እዩ ዳዕራይ ትግረን ትግርኛን እዚኣ ፀፍሪ ካብዛ ስጋ ክትኣልያ ይትኽእልን ኢኻ ትግረን ትግርኛን ግምጣል እዩ ትግረ ትግርኛ እታኛ እንተጥፊካስ ትግረ እዩ ዝኸውን ትግረ ተደመሮ ትግርኛ ይኸውን ግእዝ እዩ እስኻ ኣብዚ ጻብጻብ እዚ ኣለኻን የለኻን ክትከውን እውን ኣይትኽእልን ብምንታይ ክትከውን ነዛ ትግረ ክተጥፍዋ ሳላ ወዲ ሓጂ ብዚኣ ከረው ኣቢሉ ዝሓዘኩም ጸርፊ ጀሚርኩም ገለ ምክንያቱ ኣይሕልፈካን እዩ ኣንብብ ከተዕንብብ ሓደ ነገር ክዕንብብ ኣለዎ ዳሕራይ ናብ ፍረ ክቕየር ምስ ኣንባብካ ይዕንብብ ድሕሪኡ ከዓ ፍሪኡ የርእየካ ኣይተንብብ ኣይትዕንብብ ኣብዚ መፅኻ ዘዝመፀካ ዘረባ ወዲ ሓጂ ኣብኣ ከለካ እዚኣ ሕቶ ተመላያስከ ወዲ ሓጂ እዚኦም ትግረ ሲ ናይ ባሓቂ ግእዝ እንድዮም ተቀባእቲ እዮም ግን እንታ እንታይ ኮይኖም እዮም ንስኻ ጥራሕ በቃ ማለት ሲ ንስኻ ጥራሕ ኢኻ ዳርጋ ዘላ- ዘለኻ ኣብዚ ሜድያ ናይ ባሓቂ ትምልስ ትዋጋእ ተመሊሶም ካብ ምሳኻ ባእሱ ሕጂ ብመሰረቱ ሲ እቲ ጸገም እንታይ እዩ እዚ ናይዞም ትግረ መንእሰያት ኣሕዋትና ደቂ ግእዝ ሲ እቲ እንታይ እዩ እቲ ጸገም እንታይ ጸገም መሲሉካ እቲ ጸገም እቲ ጸገም ምጥሪ እዩ ጸገምና ምጥሪ እዩ ካብ ካልኦት ብሄራት ምጥሪ ካልኦት ብሄራት ክልሕሱ ስለ ዝሓድሩ ንሰበይቶም ክሕጉስ እዮም ንወዲ ሓጂ ዝቃወሞ እምበር ኣነ ዝብሎ ይኣምንሉ እዮም ጸገምና ኮይኑ ዘሎ ምጥሪ እዩ ምጥሪ ስለዚ ኣነ ዳውን ዳውን ንዖም ዘይኮንኩ ነቲ ምጥሪ እየ ዳውን ዳውን ዝብሎ መጥሪ ካልእ ብሄራት ኣስላም ኢልካ ተመርዕኻ ለለ ሒዝካ መጺኻ ንዓይ ትፋእካ ትበል ምክንያቱ ኣይተልሕሶን እያ ክረዋ ኣይክልን እዩ ዝተረዋኢ ማለት እዩ እዚኦም ምሳይ እውን ገጾም ከፊቶም ክዛረቡ ክሓሚራ እዮም ዝኽእሉ ክዛረቡ ምሳይ ዓቕሚ የብሎም ኣነ ይብለካ ኣለኹ ሕጂ እዚ ኣነ ጸገም የብለይን ኦልሬዲ ግእዝ እዩ ምስ ትግርኛ ምስ ኣጋእዝያን ክሰርሕ ጸገም የብለይ ኣነ ካብ ምስ ጁሃድ ዝበሃሉ ኣስላም ቀንጢ መንጢ ሓንጭ መንጪ ዘይፍለጡ ስደተኛታት ካብ ምስኦም ኣስላማይ ኮይነ ዝቃለስ ፅሩይ ግእዛዊ ኮይነ ክቃለስ ይመርፅ እሱኻ ይቀርበኒ ረብሓይካ ኣብኡ ኣሎ ምክንያቱ ኣነ ንኣሕዋተይ ምስ ካልኦት ጅሃዳውያን ኮይነ ከጥፎም ኣይክእልን እየ ምክንያቱ ትግርኛ እንተጠፊዩስ ኦረዲ ዳይረክት እቲ ትግረ ጠፊኡ ኣሎ ማለት እዩ ትግረ እንተጠፊኡ እውን ትግርኛ ጠፊኡ ኣሎ ማለት እዩ ንትግረን ትግርኛን ካብ ባልዑ ሰላሳ ዓመታት በሊዑሎም እዩ ኣብ ጃብሃ ኢልካ ኣብ ገለ ኢልካ ብዙሕ ሰሪሖምሉ እዮም ንዓራይ ቋንቋ ትግረ ንምንታይ ኣቃፂሎሞ እንታይ ዕላሙ መጀመርታ ዓረብ ክትገብሮ ትኽእል ሕብረተሰብ ትግረ ጥራይ እዩ። ንትግረ እቲ ሰነዳት እቲ መወከሲ ዝኸውን መጻሕፍቲ እንተቃጺልካሉ በቃ ንኣብነት ኣነሲ እዚ ኣትሪያ ኣለካ ክቡር ሓው እዚ ናተይ በዘቦርት እዩ እዚ ናተይ በዘቦርት እዩ እዚ በዝቦርት ናተይ እዚኣ በዘቦርት ናተይን እዚኣ ታሴራይን እንተ ኣቃጺልካለይ መንነተይ ክትፈልጦ ይትኽእልና ዝኾነት ሃገር መን ምዃነይሲ ኣይፍለጥን እየ ስለዚ ንኸይፍለጥ ግሬ ኣስምለይት ናብ ዓረብ ንምንቲ ክገብር እቲ መፅሕፍቲ ናተይ ኣቃፂሎሞ እዚ ቃል ናተይ ኣይኮነን ናይ ወልደ የሱስ ዓማር ብሌና እዩ ከምኡ ኢልዎ ኣብ ሓመድ ድቤው ዘሎ ሰውት ተጋድሎ ሓርነት ኣብዚ ቤት ናተይ ኣውሪዶ ኣለኹ ንምንታይ ዕላማ እዩ ዓረብ ክትገብሮ ኣለካ ክትቅይሮ ኣለካ ዓረብ ክትቅይሮ ኣለካ ትግሪ ዓረብ እንተቐይርካዮ ካልእ ዓረብ ንክቀየር ጸገም የብሉን ዓረብ ንክቀየር ካልእ ጸገም ዝበሃል የብሉን ስለዚ እዚኦም ካልኦት ዓረብ ዝብሉ እንታይ ዕላምኦም ዓረብ ፈትዮም ዓረብ ፈትዮም ኣይፈልጡን እዮም ቋንቋ ዓረብ ልዕልዮም መልኣ የለን ብትግረ ክፃወቱ እዮም ዝገብርዎ ብሕብረተሰብ ትግረ ንትግረ ፖለቲካዊ ስርሓት እዩ ዘለዎ ንትግረ ቋንቋ ዓረብ ኢልካ ኩላትካ ሓደ ቋንቋ ንምሓዝ ሓደ ቋንቋ ሒዝካ ኣስካላ ንትግረ ተጠቂምካ ኣብ ስልጣን ምብፃሕ እዩ ታስካላ ሴራያ እያ ኣይሕልፈካን እየ ታስካላ ሴረ ዘይኮንኩስ ግሒፋያ ወዲየ እየ ትድይበሉ መንገዲ የለን ዓመታት ዝደየካሉ ይኣክል ዓቕምኻ ምፍላጥ ፅቡቅ እዩ ብዛዕባ ብመንእሰያት ትግረ ምፅዋት ዝሕር ሕጂ ዝባካ ዕድል የለን ዓረብ ኣብ ጢስካ ወትፉ ዓረብ ዝበሃል ክትዓርብ ጥራይ ዓረብ ዝበሃል የለን ዓረብ ኣብ ማዕኮርካ ትደልያ ማለት ዓረብ ዝበሃል ዓብድ ወዲ ዓብድ ኣብ ስዑድያ ኣብ ሱዳን ዋላ ሱዳን ግእዛዊት መሬት እያ ኣብ በዓል ስዑድያ ኮንካ ዓረብ ክትዛረብ ትኽእል ዓረብ ሲ ኣብ ስዑድያ ከይድካ ምስኦም ኣስሚሌት ጌርካ ኣብኡ ጥራይ ክትነብር ኢኻ ትኽእል ካልእ ዋላ ሓንቲ የብልካ ባዕዳዊ ቋንቋ ኤረትራ ኣይትቕበልን እያ በቃ እዚኣ ክፈ ኤረትራ ቋንቋ ትግርን ትግርኛን ዳሕራይ እዚ ስርዓት እዚ ነዚ ግእዝ በዲልዎ እዩ ብቋንቋ ብእዝ ብቋንቋ ኣጋዝያን ብሄር ማለት ሃገር ማለት እዩ ሃገር ክኸውን ዝኽእል ከዓ ክልተ ሕብረተሰብ ጥራይ እዩ ግእዝ ክልቲኦም ከዓ ግእዝ ይኾኑ ናይ ሓድያ ክትከውን ትኽእል

ኣነ ነጥብታት እየ ዝሃርም ራዕሞ ዘሎ ወዲ ሓጂ ዓመት ክትቅፅል ኣለዎ ኢኻ ወዲ ሓጂ ነጥብታት ክሃርም ኣለዎ ቅናዕ ወዲ ሓጂ ሕጂ ጃምቦ ኣረ ትሰዓር ኣለኻ ማለት እዩ ወዲ ሓጂ እንድሕሪ ምጉተካ ኣልዩስ ብመጎተታ ኢኻ ትምጉቶ እምበር ከይፀረፈካ እንተ ፀርፎ ኣለኻ ኮንካ ትሰዓር ኣለኻ ማለት እዩ ስዕረካ ኣሎ በቃ ኢቪደንስ ኣምፅኡ ይምክተካ ኣሎ ብመሰረቱ ሰብ ክሳብ ተዘይፀሪፍካ እዳ ታርጌት ጌርካዮ ኦሬዲ ትሰዓር ኣለኻ ማለት እዩ ጃምቦ ማለት እሊት ኮለኻ ናይ ሳሆሲ ኣብዚኣ ጌጋ ሓንቲ ግዜ እንተሽሙ ሓሳብ ፅናሕ ወዲ ሓጂ ንወዲ ሓጂ ኩበ እታ ፅናሕ እንዶም ይትግበርዋ እሶ- እሶም ፅቡቅ ይዘራረቡ ኣለዉ የረዳድኡ ኣለዉ ቤላ ቀፅል ወዲ ሓጂ
ዝመፀ ዘዚ መፀ ክሳድ ክሳዳ ሂበ ካብ ፋንዋይ ፀገም የብል ከዓ ንዕኦም ዓቕሚኦም ይፈልጥ ዓቕሞ ፈል ድሩት ይዓሞ ፈልጦ ይዓሞ ምሳይ ክስጉሙስ ኣይክእሉን እየ ፈልጥ ያኒ ኣነይ ሓላፍነት ተሰኪመ ገፀይ ከፊተ ዝዛረቦ ዘለኹ ካልኦት ስእልታት ኣምፀ ኮንኩም ተሓቢኤ ኮንኩን ዝዛረብ ዘለኹ ፊት ለፊት ሓላፍነት ተስነ ይዛረብ ዘለኹ ካልእ ነገር እንታይ ኣሎ መጀመርታ እቲ ግዝ እንታይ ማለት እዩ ክፈልጦ ኣለዎ ግዝ መዓር ክንደይ ታሪክ ኣለዎ ካብ ዓረብ ግዝ ይዓቢ እዚኣ ማንም ሰብ ክፈልጣ ትግረን ትግርኛን ከዓኒ ተወሳሲኾን ተዋሂቦም እዮም ዝኸዱ ንቅድሚ ዝቕፅሉ ሰፊሕ ቋንቋ ዝንበብ ዝፀሓፍ ዝዝረብ ቋንቋ እዩ እዚኦም ሰባት እዚኦም ዝዝረብ እምበር ዝፀሓፍን ዝንበብን የብሎም ላቲን እዩ ናይ መን እዩ ላቲን ከመይ ኣምፅኻዮ እዚ ፊደላት ናይ እንግሊሽ ከበደ ካምፅኻዮ ናትካ ክትፈጥር ዓቕሚ ስለ ዘይብልካ ጥራይ እዩ ስለዚ እንታይ ይገብሩ ብላቲን ይፅሕፉ ክንዲ ብግእዝ ዝፅሕፉ ምስኡ ትነብረሉ ዘለኻስ ወዲ ግእዝ እዩ ኣብ መሬተይ እናነበርካስ ብዛና ባዕዳውያን ላቲን ክፅሕፍ ዘፍቅደልካ ድሕሪ ሕጂ የለን ፈቲኻ ፀሊእካ እዚኣ ቋንቋ ግዝ ክትመሃራ ክትክእል ኣለካ ቀፃሊ ኩላትኩም ኣብ ናይ ኣግኣዝያን ፈላወርስ ኩኑ መንበር ኩኑ ተማሃሩ ኣስሚሌት ግበሩ በራዩ ኩኑ ከዓ ማለት እዩ ስለዚ እንታይ እየ ክብል ደልየ እዚ መሬት እዚ መሬት ግእዝ እዩ ካብ ጫፍ ካብ ራስ ቄሳር ክሳብ ራስ ዶሜራ ወነንቱ ገሊኡ ኣሎ ባሕሪ ባሕሪ ዝብል ኣበዳ ትፈልጦ ባሕሪ ኣበይ ትፈልጦ እንታይ ማለት እዩ ባሕሪ ትሪያንግል ዶ ሬክታንጉል ዝብሉካ